ንኣባሓጎ ከይ ኣይንፈርሕን እንታይ ደኣ ድሓር ድሓር ትብል ኣታ ቆልዓ ንሕና ዘይንፈልጣ ከምዚ ናይ ደቂ ከተማ ኣላትካ ድያ ምስ በልዎም መልሲ የለን እንተላትካ ንገረና ዘይንሕና ናትካ ጽቡቕ እንታይ ካልእ ንደሊ ምስ በልዎ ሕጂ ውን መልሲ የለን ኣታ ቆልዓ ንዓካ እንድዩ ኢሎም ብምርኩሶም ድፍእ ምስ ኣበልዎም ኣታ ኣቦሓጎይ ኣላትኒ ወእ በሎም ብዘይ ልቡ ግርም ኣምጽካ ድማ ተላልየኒ ንምርቃ ድማ ኣቦካ ቆቋሕ እየ ትኮነካን ኣይትኮነካን ኣብኣ እንከለኩ ቆብ ከብላ እየ በል ዘምጻኩልካ ይምርዖ ኢልካ ቃልካ ብዘይ ዓትካለይ ነዛ ትብላ ዘለኻ ጓል ክተለለኒ ቃል እትወለይ ምስ በሎም ከምዚ ሓቦ እንታይ ክገብር ሓራ ኢሉ ቃል ኣትወሎም ገና ዘየላ ጓል ካበይ ኣምፅኤ ከለልያ እንዳበለ ህርብርብ በሎ ተጨነቐ እታ ጓል ገጠር ሰማሕሩን ክሳብ ሕጂ ሰሙን ገይራ ኣይደወለትሉን ልቡ ምስኣ ከም ዘሎ ንኣ እንዳሓሰበ ቃል ከም ዝኣቶ ይፈልጥ እዩ ክረኽባን ክድውለሉ ኣብታ ናይታ ኣደ ቤተክርስትያን ከይዱ ድማ ጾቕ ልመና ኣካየደም። ይኹን እምበር ኣብ ኣዲ ዝነበሮ ጻንሒቱ ዛዚሙ። ናብ ኣስመራ ምስ ተመለሰውን ደሃይ ዝሰምዓሉ የለን። ናብታ ኣዲ ከይዱ ኪሓትት ድማ ናይ ትምሕርቲ ሰዓት ስለ ዝኣኸለም ናይ ራብዓይ ዓመት ትምሕርቲ ክዛዝም ናብ ኮሌጅ ኣበለም። እንተኾነ ቀሲኑ ክመሃር ኣይተራእየን። በቲ ቃል ናይ ኣባሓጉኡ በዚ ድማ ደሃይ ሰምሃር ምስ ሰኣኑ ኣእሎ ኣጽብሉም። ከምቲ ዝድለ ድማ ክጽዕና ኣይከኣለን። መማህራኑ ኮነ ደገዙ መማህርቱ ኣስተብሂሎምን ግምግሞም ጉዳይ ኣነጸረሎምን። ስምዓኒ እንዶ ሳሚ፣ እንታይ ኢኻ ምፍዛዝ ኣብዚሕካ፣ ደሓን ዲኻ ለንቂነስ ኢለ ክእዘበካ እንድየ ቀንየ። ኣብ ልዕሊ ዓራት ዝድቅስ ፍጹም'ዩ፣ ኣብ ካፍተርያ ምሳሕ እንዳተመሳሕኩ ከሎ ዝዛረብ ዘሎ'ሞ እንታይ ኮይነ ድየ ዋላ ሓደ ኣይኮንኩን ምስ በሎም፣ ዋላ ሓደ ኣይኮንኩን ሰባ'ኻ እንድያ ትዛረብ ዘላ። ኣብ ገዛ ገለ ኣብ ግዜ ዕረፍቲ ዘጋጥም ኣሎ ድዩ ምስ በሎም ሓቂ ዶ ክዛረብ ምባል ኩሉ ካብ መጀመርታ ክሳብ መወዳእታ ዘጋጠሙ ብዝርዝር ነገሮም ወዲ ደኣ ኣይ ሓቅኻን ዲኻ ደኣ ብመንቀራቅሮ ኣተሓፈዘዝ ክተብዝሕ ደሓን ብዙሕ ይጨነቕ ነዛ ጓል ገጠር ሓደ ቀዳም ሰንበት ኮይና ኣብቲ ዝረኸብካያ ከባቢ ዓዲ ክነዳይኖም ግና ነዛ ጓል ዝተገደስካላ ትመስል ክንደይ ሓነኒ ዝብላልካ ካብ ራሒል ጀሚርካ ደቂ ክትም ኣብ ጥቓኻ ከለዋሲ ነታ ሓንቲ መዓልቲ ጥራይ ንቁርብቴስ ኣዘዕለልካ ጓል ገጠር ክንድዚ ንሕሳብ ደኣ ናይ ደሓን ምስ በሉ ግደፈና እስከ ከም ሰብ እንታይ ኮይና ዘይደወለትለይ ዝሕስበኒ ዘሎ እምበር ካልእ ኣይኮነን ምስ በሉ ደኣ ንሱስ ንግዜ እሞ ንግደፉ ኣብ ትምህርትኻ ዝያዳ ድሕብ ኣብ ዝኾነ ነገር ድማ ኣብ ጎንኻ ኣለኹ እንዳበሉ ኩሉም ንራሒል ቴሌፎን ደወለት ጀሚሩ ኣኻ እዛ ጓል በጃኻ ብደወልካዮ ጽምብትና ከላ ተቐቢልካ ዝበሃል በለበባል ነቲ ሓደ ኩላሱ ተሪፎ ዝነበረ መግቢ ኣብ መፈጸምታ ኣብጽሑም ራሄል ፊቱ ከም ዘላ ብምሕባር ኢዳ ኣወዛወዘትሉ። ኣዝያ ናፊቓቶ ብኣካል ንክትረኽቦ ዘካየደቶ ፈተና ኣብ ሓደ ኮለጅ ከሎ ኣይሰለጠን። ኣብ መግብና ናብቲ ከባቢ ዝምሓሉ ክፍልታት ብርሑቕ ካብ ምዕዛብ ግና ኣዴ ወዓለትን ሸውሓታን መማቕርቲ ሂወታ ከም ዝኾነ ስቕ ኢልኪ ምስ ኣሕኺ ዘይትበልዒ ምስ በላ ዝበለቱ ኣብ ነፍሲ ወከፍ ክላ ስንኦ እንዳርኣየት ኩሉስ ከም ዘላ ናይ ምሳሕ ምውዳኣ ግዜ ከይኣክል ጸሎት እንዳገበረት ትበልዕ ከም ዘላ ምስ ናይ ፍሕሽክታ ሓበረቱ ኣራይ ብሩኽ ናይ ምሳሕ ግዜ ይግበረልኪ ሕጂ ስቕ ኢልኪ ተመስሒሉ ቴሌፎኑ ክዓጹ እንዳበለ ከሎ ግና ሰብ ዝበለ ይበል ናይ ምሸት ከም ገለ ጌርካ ዘይትረኽበኒ እንተኾንካ ኣብዚ መመገቢ ጣውላ ወፅየ ምግዳስ ኣብዩኒ ኢለ ከእውየ ምስ በለቱ ኣይትብእሎንያ ኢሉ ቻው ጥራይ ብምባል ቴሌፎን ኣፀወም። ኣብ ፊቱ ስለ ዘላ ግዳ ሞባይላ ኣቐሚጣ ክድይብ ኣብ ትቀራረበሉ ዝነበረት እዋን ኣታ ዛጓል ጠልጠ መስለኒ እንዳበለ ጭር ኣበለላ። ብፍሽኽታ ተቐቢላ ነብስኻ ባውፂኻያ ሃቀይ ተሰማሚዕኻ ምሽ ምስ በለቱ ኣብ ላይብራሪ የራኽብና ኢሉ ቴሌፎኑ ምስ ኣጸበ ወዲ ገዝኡ እዛ ጓል ደኣ ተፋርገካ ኣይትመስልን እዮም ካብ መዋጠር ቃላ ብሓጎኻ ክትገላገል እዚኣ ኢልካ ዘይተላለዩ ምስ በሎ ንጸወታ ኢሉ ኣታ እንታይ ገበርኩኻ እኳ ኢሉ እንተመለሰሉ ኣብ ሓንጎሎ ግዳ ንጣብ ትኹን ኣስሚሩሉ ሓለፈ። ንምሸታ ድሕር ድር ኣብ ላይብረሪ ተራኸቡ። ራሒል ንሳሚ ብምርካባ ሕጉስቲ ነበረት። ነጢራ እንተትሰማሚ ጸላእትን እንተርፎ ሓሓሊፉ ሸፋሕ ዝብል ኣእጋርን ዝግንጸል ፊሉታት መጻሕፍትን ጥራውዝትን ገይኖም ጸጥታ ሰፊኑ ነበረ። እቲ ቤት መጻሕፍቲ ብርክት ዝበሉ ተመሃሮ ሒዙ፣ ነፍሰወከፎም ድማ ሓደ ሓደ ገዲፍካ ኣብ ጽዑቕ መጽናዕቲ'ዮም ዘለው። ሃቀይ ተበርጢምካ ለሚትካ በለቶ ብሓውሲ ሕሹኽታ። ኣቲ ራሄል እንታይ ገይረኪ ዘይትገድፍኒ? ምሽ ከምዚ ኩነኪ ደጋጊመ ነጊረ ምሽ ግዜኺ ከይሰርቀልኪ ንከንቱ ኣይትድከሚ ኢለኪ ካብ ዝለዓል እንታይ ክብለኪ ምስ በለ ንሱውን ብሕሹኽታ ጨክነለይ ኣታ ኣበሳጭኹኒ ካልእ ጓል ሒዝካ ኣይናትክን'የ ኢልካ ብግብሪ ኣርእየኒ ሓልዮትካ እንዳራእኻኒ ግዳመ መሊስካ ከም ዘፍቅረካ እንዳገበርካ ኣይተሳቕየኒ ብዘይ ቀልዓለም ካብ ብልቢ ከም ዝፈትኹኻ ትፈልጥ ኢኻ ኣብ ናይ እረፍቲ ግዜያት ብናፍቆት ዝተቐለኹ ባዕለይ ዝፈልጦም ኣታ ሰብ ፍቕሪ ይርድኣካ ዶ ብሰንክኻ ክመሓር ኣይከኣልኩን ይሰጎግ እሞ ክንረኣየናም እንታይ እስከ ይጎለኒ ንዓኻ ዘይበቃ ኮይነ ደይ ክንደይ ለዘዘይ ዝብለይ ኣወዳት ገዲፈውኪ ብፍቕርኻ ዝቃጸል ዘለኹ ኣንዳበለት ብስምዒት ኣቋምስ በለት ተምሓሩ ምጥማት ምስ ኣብዝሑሎም ኣቲ ራሄላ ቀስ በል በጃኺ ሰብ ተርብሽ ኣለኺ ኣግሂለ ዶ ክነገረኪ ክትቀብጺ ዘፍቅራ ሰብ ኣላትኒ ምስ በለ ኣላ ንስኻ ሓሪፍ ንመን ደኣልካ ወዲ ሹቕ ክትኮነሉ ትፍትን እዚ ኩሉ እንዳተገደስናልካ ምስ ኣዋልድ ክተዕልል ከማን ርኤካ ዘይፈልጥ በዝን ወዲ ከምዝን ዝደሓል መሲልካ ድዩ ክሳብ ተመሪዕካ ትወልድ ኣይቀብጽን እዩ ኣፍቃሪት ኣላትኒ ትብል እንተኾንካ ድማ ኣላሊኒ ግን ስለ ዘይብልካ ካበይ ክተምጻእ ምስ በለት ኣብ ውሽጢ ወርሒ ከላልኪ ተጸበይኒ ጥራሕ በላ። ንሱ መሓር ጓል ገጠር እንዳ ዘከረ እሞ ኣብ ውሽጢ ወርሒ ዘይተላልን እንተኾንካ ናተይ ክትከውን ቃል እተወሉ ምስ በለቱ ሓራይ ኣነ እውን ኣብ ውሽጢ ወርሒ እንተ ኣላሊኪ ንኣይ ረሲዒ ጉዳይ ትምህርትኪ ጥራሕ ከም ትገብሪ ቃል ትዓትሉ ይድከምስ በላም ናይ ብሓቂ ኣፍቃሪትካ እንተ ኮይና ህይወትካ ንከይረብሽ ቃል ይኣትወልካ ግን እንተ ክኢለዩ ምስ በለቶ ቃል ቃል እዩ ምስ በላ ጸገም የለን ብዝብል ተሰማምኡ። ሳሚ ንሰምሓር ጓል ገጠር ክረኽባ ብምባል ኣብ ግዜ ቀዳመ ሰንበት ምስ ዓርኩ ናብቲ ዝረኽባ ቦታ ከባቢ ዓዲ ኣበለም ንዝተፈላለዩ ሰባት ድማ ከምዚ ዝኣመሰለ ትመስል ጓል እንዳበሉ እንተሓተቱካ ወይ ከዝፈልጥ ኣይተረኽበን ክሰልጦም ኣይከኣለን ኣታ እዛ ትብላ ዘለኻ ጓል ብሕልምኻ ዳኣ ርኢኻ ከይትኾን ምስ በሉ ንዓይ ምሓሸኒ ግደፈና እስከ ሕጂ እንታይ ዝገብሮ ናብ ኣስመራ እንዳተመለሱ'ዮም ኣብ ኣውቶቡስ ኮይኖም ዝዛረቡ ዘለዉ። ኣብ መንጎ ዕላሎም ግና እታ ኣብ ኣውቶቡስ ዝተላለያ ኣደ ቆልዓ ሉኣም ደወለት። እውይ ኣታ ዝያዳ ሉዋመይ እንድያ እንዳበለ ብፍሽኽታ ተቐቢሉ ሄሎ ሉዋም ሓፍተይ ከመይ ደሓንዶ ጠፊኤ ከም ሽሓቀይ እንዳበለ ዕላሉ ቀጸለ። ኣብ መወዳእታ ዕላሎም ዝጥዕሞ እንተኾይኑ ገዛ ክመጽእ ዓደመቱ። ምስ ዓርከይ ዘለኹ ምስ በላ እውን ሒዝዎ ክመጽእ ከም ዝኽእል ምስ ወረዱ ክድውሉላ ሓቢራ ቴለፎና ዓጸወት። ኣንታወይቲ ላማይ ከ እዚኣ ምስ በሉም እዚኣ ሓንቲ ዝተወጽዐት ዝተበደለት ኣብ ከምዚ ኣውቶቡስ ዝተላለኽዋ ልዋም ዩ። ብጣዕሚ ተደንግጸካ ደስ ትብል ሰብ ዮም። ሂወታ መደንገጺ ዩ ዓቕመይ ዘፍቀዶ እንተዝሕግዘ ደስ ምስ በለኒ። ጸጋኣካ ውን ድሌተይ ዩ። ኣዝያ ንፍዕትን ተሕዝነካ ሰብ ድማ ዮም። ብዝኾነ ኣዲሞትና ኣለ በዚ ጌርና ክንከይድ ኢኖም ዘጋጥማ ድማ ከእለ ከይበለ ነታ ምጭውቲ ጓላን ርእይዎ ኣይፈልጥን ዝበለቱ ኣቦኣን እንዳዘከረ